ሹፍ ኦኬ ስለዚ እቲ ናይ ክታበት ማለት እዩ ብመልክዕ መርፍዕ ከም ዝወሃብ እንታይ ዓይነት ሓገዝ ከም ዝገብረልና እቲ ሓፈሻዊ ዝኾነ ሓበሬታ ክህበ ማለት እዩ ልዕሊ ኩሉ እቲ ኮሮና ንብሎ ማለት እቲ ሕማም ከም ንፈልጦ እዚ ፓንደሚ እዩ ዝበሃል ማለት ከምዘይተላባኣይ ሕማም እዩ እቲ ምናልባት ክንፈልጦ ዝግባኣና ነገር እንተሎ እዚ ኮሮና ዝበሃል ሓደ ናይ ቫይረስ ፋሚሊ እዩ ቅድም ኣቢልና ኣብ ዝተፈላለየ ቅድሚ ሕጂ ዝመሃርክዎ ምናልባት ሰማዕኹሞ ሰባት እንተለኹም ኮንኩም ሕፅር ብዝበለ ክደግሞ እየ እቲ ከም ዝበሃል ወይ ድማ ከም ንሪኦ ዘለና ማለት እዩ ቅድሚ ሕጂ እቲ ናይ ኮሮና ተመሳሳሊ ዝኾነ ሕማም መጺኡ ነይሩ። እሱ ድማ መርስ ይበሓል። እዚ ሚድል ኢስት ማለት እዩ ሬስፒራቶሪ ሲንድሮም እዩ ዝበሓል። ሕጂ ድማ እቲ ኮቪድ ናይንቲን ይበሓል ወይ ኮቪድ ዓሰርተ ትሽዓተ እቲ ሽሙ ብሓቂ ከም ንፈልጦ ሳርስ ኮቭ ቁጽሪ ክልተ እዩ ዝበሃል። ንሱ ድማ እንታይ እዩ እቲ ናቱ ዝኾነ መግለጭኡ እንታይ ማለት እዩ ከምዚ ሓደገኛ ዝኾነ ከምዚ ሓንደበታዊ ዝኾነን ናይ መተንፈሲ ኣካላትና ዝጎድእ ሕማም ማለት እዩ እቲ ሳርስ ዝበሃል ማለት እዩ ሲቪር ማለት እዩ ኣኪዩት ሬስፒራቶሪ ሲንድሮም እዩ ዝበሃል ወይ ድማ ዲዚዝ እዩ ዝበሃል ማለት እዩ እቲ ኮቭ ዝበሃል ማለት እዩ እቲ ናይ ቫይረስ ዓይነት እዩ ስለዚ ናቱ ማለት ኣብ 219 ስለ ዝጀመረ ድማ 19 ኢሎም እቲ ዓመተ ምህረት ከም ሰይሞሞ ማለት እዩ ስለዚ እዚ ሕማም እዚ ብጣዕሚ ሓደገኛ እዩ እቲ ሓደገኛ ዝኾነሉ ምክንያት ድማ እንታይ እዩ ኣቀዲመ ከም ዝበልክዎ ማለት እዩ ነቲ ናይ መተንፈሲ ኣካላትና ንዑ ስለ ዝጎድኦ እዩ። እቲ ብሓጺሩ ማለት ነቲ ሳንቡእና ንዑ ይጎድኦ ስለ ዝኾነ እዩ። ከምኡ ክንብል ከለና እንታይ ማለት እዩ? መጀመርታ መጀመርታ እቲ ፋይረስ ማለት እዩ እቲ ሕማም ዘምጽእ ማለት እዩ እቲ ፍረመድ ንብሎ ማለት እዩ ሱብስታንስ ወይ ድማ ሚክሮ ኦርጋኒስም ኢና ንብሎ ብትንፋስ እዩ ዝመሓላለፍ ወይ ድማ በዚ ብድሮፕስሚት ዝበሓን ብረሓፅ ክኸውን ይኽእል ብፈሳሲ መልክ ክኸውን ይኽእል ከምኡ እዩ ዝመሓላለፍ ስለዚ ኩሉሻ ነዚ ነገር ክንገትዖ እንድሕር ኮይና መጀመርታ ብዛዕባ እቲ ናይ ሕማም ዓይነት እንታይ ከም ዝኾነ ከመይ ከም ዝመሓላለፍ ጥራሕ ዘይኮነ ከመይ ገይሩ ንነብስና ከጥቅዓና ከም ዝኽእል ከመይ ገይሩ ማለት እዩ ክጎድኣና ከም ዝኽእል ንዑ ክገልጾ ክፍትን እየ። ኣቀዲመ ከም ዝበልኩኹም እዚ ቫይረስ ዝኾነ ሕማም እዩ፣ ብጣዕሚ ሓደገኛ እዩ፣ ተላባዒ እዩ። ካብቲ ሓደገኛ ዝበሓለሉ ምኽንያት እንታይ እዩ? ሓንሳብ ምስ ምስ ተለኸፍካ ወይ ድማ ምስ ተታሓዝካ ማለት እዩ፣ ኣቀዲሙ እቲ ናይ ሕማም ንብለን ሲምተምስ ንብሎ ወይ ድማ ምልክታት ናይቲ ናይ ሕማም ቁሩብ ግዜ ወሲዱ እዩ ዝህበካ ስለዚ እቲ መጀመርታ ንዘጥቆዖም እቲ ናትና ኣካላትና ማለት እዩ ናብ ጉሮሮና ወይ ድማ ናብ ኣፍና እዩ እዚ ኦራል ካቪቲ ዝበሃል ማለት እዩ ብኡ ይኣቱ ሽዑ ኣብዚ ናይ ጉሮሮና ማለት እዩ ንዘሎ ኣብኡ እዩ መጀመርታ ከም ጥጣፍካ ምውሓጥ ክኸውን ይኽእል እዩ ከምዚ ቁስሊ ዘለካ ነድሪ ዘለካ ዝመስል ዓይነት ከም የብለልካ ወይ ድማ ከምዚ ቃንዛ ገለ ይገብረልካ ማለት እዩ ሕጂ ከም ይገብር እሞ ድሓር ማለት እዩ ኣብኡ ክሳብ ሰለስተ መዓልቲ ክፀንሕ ይኽእል እዩ ድሓር እዩ ናብቲ ታሕታዊ ኣካል ናይ መተንፈስና ወይ ድማ እዚ ሻምበቆ ንብሎ እዚ ትራኪያ ንብሎ ማለት እዩ ኣብኡ ገለ ይኸይድ ደሓር ድማ ካብኡ እንዳወረደ እንዳወረደ እቲ ናይ መብልዕ ማለት እዩ ሻምበቆሎ ካብኡ ሓሊፉ ማለት እዩ ኣብ ሳንቡእና ይኸይድ እቲ ቫይረስ ሕጂ ኣብኡ ምስ በጽሐ ማለት እዩ ናይ ምትንፋስ ክእለትና ንዕኡ ጸገም ይገብረሉ ማለት እዩ ኣቀዲመ ከም ዝበልኩኹም ከምዚ ሓንደበታዊ ዝኾነ ሲቪር ዝበልክዎ ማለት እዩ ሓደገኛ ወይ ድማ ሲሪየስ ዝኾነ ማለት እዩ ደሓር እቲ ሬስፒራቶሪ ሲንድሮም ዝበሃል ናይቲ ናይ መተንፈሲ ኩሉ ክፋላት ኣካልና ስለ ዝትንክፎ እዩ ማለት እዩ። ስለዚ መጀመርታ መጀመርታ እቲ ቫይረስ ክንርድኦ ዝግባኣና እቲኦም ጸዓዱ ዋሕዮታት ናይ ደም ንብለን ነዐን እዩ ዘጥቅዕን ደሓር ማለት እዩ ኣብ ነብስና ምስ ኣተወ በቃ ግዜ ወሲዱ እቲ ናይ ሕማም ነገራት ምስ በጽሓና ማለት እንታይ እዩ ነቲ ን ጸዓዱ ዋሓዮታትና ግን ንዕን እዩ ዘጥቅዕን ቅድሚ ሕጂም ተዛሪበዮ እየ ኣብኡ ሰለስተ ክፋላት ናይ ጻዕዱ ዋሓዮታት ሴል ኣለዉ ከምቲ ንብሎ እቲ ቲ ሴልስ ዝበሓል ኣሎ ኤች ሴልስ ዝበሓል ኣሎ ቢ ሴልስ ወይ ድማ ፕላዝማ ሴልስ ዝበሓሉ ኣለዉ ስለዚ እተን ቲ ሴልስ ዝበሃላ ንዝኾነ ሕማም ማለት እዩ ብባክቴርያ ክኸውን ይኽእል እዩ ብፓራሳይት ክኸውን ይኽእል እዩ ብቫይረስ ክኸውን ይኽእል እዩ ከምኡ ምስ መፀ ንሰነን ከም ወተሃደር ኮይነን ነቲ ሕማም ዝቃለስዎ ወይ ድማ ዝዋግእዎ እቲኦም ኤች ሴልስ ዝበሃሉ ድማ ሄልፕ ሴልስን ዝበሃላ ኣብቲ ዝተጠቐ ናይ ነፍስና ክፋላት ማለት እዩ ኣብኡ ከባቢ ንዘለዉ እቲኦም ፃዕዶ ዋሕዮታት ናይ ደም ንዕኦም ይሕግዝዎም ማለት እዩ እቲ ኤን ቢ ሴልስ ወይ ድማ ፕላዝማ ሴልስ ዝበሓላ ድማ እንታይ እዮም ዝገብሩ ኣንቲቦዲ ኢና ንብሎ ወይ ድማ ኣብዚ ኣንቲስቶፍ ንብሎ ማለት እዩ ንዕኡ ፕሮዲሴር የገብርዎ ፕሮዲስ ይገብሩ ሕጂ ከምኡ ምስ ገበሩ እቲ ናይ ነፍስና ናይ ምክልኻል ተኽእልኡ ሓፍ ይብል ማለት እዩ። ሕጂ ከምኡ እንድሕር ኮይኑ እቲ ኢምዩን ፎሽቫር ንብሎ ማለት እዩ ንሱ ዝበርትዐ ክኸውን እዩ ደሓር እቲ ናይ ሕማም እቲ ኣልቮርልሄትስ ግራድ ንብሎ ወይ ድማ እቲ ሓደገኛ መዕቀኒታቱ ዝኾነ ናቱ እንዳተሓተ እንዳተሓተ ይመጽእ ማለት እዩ። እሱ እዩ ቀዳማይ ክንርድኦ ዘለና ማለት እዩ። ጸዓዶ ወሓዮታት ናይ ደምና ምስ ሰሜን ነዚ ሕማም ይቃለስዎ ይቃለስዎ ኣብ ዘይክእልሉ ደረጃ ምስ በጹሑ ማለት እዩ ወይ ድማ እንዳ ሞቱ ምስ መጹ ማለት እዩ። እቲ ሕማም እንዳበርተዐ እንዳበርተዐ እንዳበርተዐ ይኸይድ ናይ ምክልኻል ተኽእሎታትና ከምኡ ከም ዝበልኩኹም ሓጺር እዩ። ንኣብነት ሽጋራ ዘትክኽ ሰብ፣ ኣስማ ዘለዎ ሰብ፣ ካልእ ከምዚ ክሮኒስ ሲክነስ ንብሎ ወይ ድማ ከምዚ ብርታዐ ዘሎ ሕማም ዘለዎ ሰብ ወይ ድማ እዚ ኢሚዩን ዲፕረስ ዲስኦርደርስ ንብሎ ወይ ድማ ነቲ ንፃዓዱ ዋሕዮታት ናይ ደምና ንዐን ዘድከመን ሕማም እንድሕር ኣሎ ንኣብነት ኤች ኣይቪ ክኸውን ይኽእል እቲ ኤድስ ንብሎ ክኸውን ይኽእል ከም ዝበልክዎ ከምዚ ናይ ምትንፋስ ኣካላትና ዝጎድእ ከም ኣስማ ዝመስል ወይ ድማ ሲኦፒዲ ይበሃል ወይ ድማ ኮልስ ይበሃል ከምኡ ዘለዎ ሰብ ካንሰር ዘለዎ ሰብ ንሶም ብጣዕሚ ሪሲኮ ፋክተርስ እዮም ዝበሃሉ ስለዚ ከሙኡ ዝመሰሉ ሰባት ብሓጺሩ ክጉድኡ ይኽእሉ እዮም ካልእ ድማ ኣለዉ ከምዚ ናይ ልቢ ሕማም ዘለዎም ያርተካርሲክዶመር ንብሎ ማለት እዩ ናይ ዲያቤቲክ ዘለዎም ሰባት ሽኮር ሕማም ሽኮር ንብሎ ማለት እዩ ብሓጺሩ እዚ ሕዱር ሕማም ዝበሓል ሓደገኛ ዝኾነ ዘለዎ ሰብ ሪሲኮ ፋክተር እዩ ብኡ ክጉድኡ ይኽእሉ እዮም ነዚ ኢና ኩላትና ክንጥንቀቅ ይግበኣና ካብዚ ናይ ኮቪድ ወይ ድማ ኮሮና ኢልና ዝጸዋዕናዮ ቫይረስ ካብኡ ጥንቃቄ እንተዘይገበርና እቲ ናቱ ውጽዒቱ ክሳብ ሞት ከብጽሕ ስለ ዝኽእል ክንጥንቀቀሉ ኣለና ዝበሃል ማለት እዩ ስለዚ ሕዱር ሕማም ዘለዎም ሰባት ኣቀዲመ ከም ዝበልክዎም ነቲ ናይ ምክልኻል ተኽእሎታቶም ንዑ ክስዕሮ ዝኽዕል ከውድቆ ዝኽእል ሕማም ዘለዎም ሰባት ንሶም ይጥቅዑ ብሓቂ ድማ ኣብ ሕማቅ ኩነታት ድማ ይበጽሑ ማለት እዩ እቲ መጀመርታ እዚ ኢና ክንፈልጦ ዘለና ከመይ ገይሩ እቲ ቫይረስ ከም ዝኣቱ ኣብ ነብስና ከም ዝበልኩኹም ኣብ ኣፍና እዩ ዝጅምር ኣብ ግሮሮና ካብ ሰለስተ ክሳብ ሓሙሽተ ዓመት ይፈላለዩ ካብ ሰብ ናብ ሰብ ግን ኖርማሊ ክሳብ ሰለስተ መዓልቲ ይፀንሕ ብድሕሪ ኣብኡ ምስ ፀንሐ ማለት እዩ ምስ ተራብሐ ምስ ሰብ በለ ማለት እዩ ትሓቲ እቲ ናይ ምትንፋስና ኣብዚ ዝበልክዎ ማለት እዩ እዚ ጉሮሮና ማለት እዩ ኣብኡ ይኸይድ ድሓር ካብኡ ድማ ናብ ሳምቡእና እቲ ሳምቡእና ኣብቲ ከባቢ ዘሎ ማለት እዩ ጭዋዳታት ዲያፍራግም ዝበሃል እቲ ሜጀርስ ሬስፒራቶሪ ማስል ዝበሃል ኣሎ ሕጂ ንሱ እዩ ንሳምቡእና ክጭበጥን ክዝርጋሕን ዝሕግዞ እቲ ናይ ምትንፋስ ጭዋዳ ዘሎ ማለት እዩ። ስለዚ ሳንቡና ይጎዳእ፣ ንውሽጢ ክነተንፍስ ንኽእል ኢና፣ ንደገ ክነተንፍስ ግን ይኸብደና ማለት እዩ። ስለዚ ብኡ ምኽንያት ማለት እዩ ናይ ግድን ኣብቲ ናይ ሓገዝ ዘድለዮ ሰብ ኦክስጅን ይወሃቦ ወይ ድማ ኣብ ሬስፒራቶሪ ማለት እዩ ኣብኡ ኣትዩ ኣብኡ ድማ ሓገዝ ይግበረሉ ማለት እዩ እዚ ናይ ኮሮና ሓገዝ ከም ንፈልጦ ማለት እዩ ቅድሚ ክታበት ዝግበር ዝነበረ ሓገዝ ክልተ ዓይነት ሓገዝ እዩ እቲ መጀመርታ ማለት እዩ እቲ ስቶት ቢሃንድሊንግ ዝበሃል ነይሩ ማለት እዩ ንሱ ኣቀድመ ከም ዝበልኩኹም ማለት እዩ ኦክስጅን ብምሃብ ወይ ድማ ኣብቲ ረስፒራቶሪ ብምእታው ከምኡ ይሕገዝ እዩ። ቅድሚኡ ግን እንታይ እዩ ሲምፕቶማቲስክ ቢሃንድሊንግ ይበሃል። እንታይ ማለት እዩ ነቲ ኤን ንሕማም ምልክት ዝህብ ማለት እዩ። ሕጂ ንኣብነት እንታይ ሽሙ ረስኒ ዘለዎ ሰብ ነቲ ረስኒ ክጎርለሉ ትህቦ እቲ ፌበር ንብሎ ማለት እዩ። ሰዓል ዘስእሎ እንድሕር ኮይኑ ንዑ ድሞ ማለት እዩ ብሽሮቦ መልክዕ ትህቦ። ከምኡ ማለት እዩ ከምዚ ናይ ኣፒታይት ወይ ድማ ማትሊስት ወይ ድማ መቀረት ናይ ምግቢ ገለ እቲ ዝሰኣነ ገለ እቲ ናቱ በቃ ብሓፂሩ ምግቢ ናይ ምውሳድ ሸዋሕቱ ዝተዓፅወ ድማ ብካልእ መልክዕ ድማ ነቲ መልክዕ ትህቦ እቲ ነብሱ ምእንቲ ክፃወር ማለት እዩ ከይደክም ብዝያዳ ብዝተፈላለየ መንገዲ ከምኡ እንዳገበርካ ማለት እዩ በቃ ኦብዘርቫሽን እዩ ዝበሃል ወይ ድማ ኦብዘርቭ ብምግባር ማለት እዩ ከምኡ ኢኻ ትገብር ዝነበርካ ማለት እዩ ሕጂ ድሓር ግን ክታበት መፅኡ ብፍላይ ኣብዚ ናይ ዲሴምበር መወዳእታ ማለት እዩ መጀመርታ ከም ንፈልጦ ማለት እዩ ክልተ ዓይነት ክታበት እዩ መፅኡ ዝነበረ ካብቲ ክታበት መጺኡ ዝነበረ እንታይ እዮም ንፈልጦም ዝነበርና ማለት እዩ ሞደርና ዝበሃል ነይሩ ኣስትራዜኒካ ዝበሃል ንሱ ኣሎ ፋይዘር ግን እቲ መጀመርታ ዝመፀ ሞደርናን ፋይዘር ዝበሃሉ ናይ ኣሜሪካን እዚኦም ፋርማሴውቲካል ካምፓኒስ ንሶም ዝሰርሕዎ ድሓር ድማ ኣስትራዜኒካ ዝበሃል ካብ ዓዲ እንግሊዝ ወይ ድማ እዚ ግሬት ብሪትን ንብሎ ካብኡ ዝመፀ እዩ ሕጂ ካብኡ መጺኡ ከሎ እንታይ ተገይሩ ማለት እዩ መጀመርታ መጀመርታ ክንርድኦ ዝግብኣና ነገር ኣሎ ንሕና እዚ ናይ ኮሮና ወይ ድማ ናይ ኮቪድ 19 ቫክሲነሽን ኣይኮነን ቅድሚ ሕጂ ቆልዓ ከለና ኣብቲ ቁልዕነትና ማለት እዩ ዝተወጋእናዮ ክታበት ኣሎ ንኣብነት ናይ ፖልዮ ዝበሃል ክታበት ቅድሚ ሕጂ ተኸቲብና ኢና ማለት እዩ፣ እግርና ከይለምስ ከየብል ማለት እዩ። ናይ ቱበርኩሎሲስ ዝበሃል ወይ ድማ እዚ ኣባይ ሰኣን ንብላ ናብኡ ድማ ወላ ንውጋእ ኢና ብፍላይ ኣብዚ ስደት ደቅና ዘለውና ገለ ዘለውና ውልድ ምስ በሉ ቀልጢፎም እቲ BCG ዝበሃል ክታበት ይወሃቡ እዮም። ደሓር ድማ ማለት እዩ ናይ ዲፍቴርያ ዝበሓልን ቫክሲናሹን ኣሎ ንዑም ይወስዱ እዮም ንሕና ወላ ኣብዚ ዓዲ ክንከይድ ከለና ማለት ናብዚ ናይ ትሮፒካል ኤርያስ ዝበሓል ክንከይድ ከለና ማላርያ ወይ ድማ ዌቦይ ዝበሓል ብትግርኛ ምስለኒ ወይ ድማ ኣሶ ንዑ ከሒዘና ድማ እቲ ማላርያ ዝበሓል ብታብሌት መልክዕ ንወስድ ብመድሓኒት ብኪኒና መልክ ንወስድ ስለዚ ብዙሕ ዓይነት ክታበታት ኣሎ ማለት እዩ ከም ንፈልጦ ድማ እዚ ኤችፒቪ ዝበዓል ሁማን ፓፒሎማ ቫይረስ ዝበሃል ንደቂ ኣንስትዮ ስለ ዘጥቅዕን ንዑም ድማ ዝወሃብ ቫክሲናሽን ኣሎ ስለዚ እቲ ኮሮና ጥራሕ ኣይኮነን እቲ ክታበት ወይ ድማ ቫክሲናሽን ከምዚ ብሃንድለ ክትገብሮ ትክእል ወይ ድማ ክትሕገዘሉ ትክእል ስለዚ መጀመታ መጀመርታ እቲ ናይ ኮሮና ማለት እዩ ሞደርና ክከውን ይክእል ፋይዘር ክከውን ይክእል ኣስትራዜኒካ ከም ትፈልጥዎ ማለት እዩ ናይ ደም ርግኣት ብምግባር ማለት እዩ እዚ ብለድ ክሎቲንግ ንብሎ ወይ ድማ ብሉፕሮፕ ዝበሃል ማለት እዩ ከምኡ እንዳገበረ ኣብ ሰባት ጉድኣት ስለ ዘቕረበ ይቀትል ስለ ዝጀመረ ብኡ ምኽንያት ኣብ ኖርወይን ኣብ ብዙሓት ናይ ኤሮፓ ሃገራት ጠጠው ኢሉ ኣሎ ኣብ ኣሜሪካንም ሕጂ ጠጠው የብልዎ ኣለዉ ስለዚ እነሱ ጠጠው ኢሉ ኣሎ ግን እቲ ን ሞደርናን ፋይዘር ዝበሓላ ኣለዋ ሕጂ ኣነ ሞደርና ዝበሃል ብስራሐይ ኣብዚ ተኸቲበ ማለት እዩ። ስለዚ መጀመርታ እቲ ዓቀን ክትባት እቲ ንኽተቦ ክታበት ማለት እዩ ሰላሳ ማይክሮግራም እዩ። ብዙሕ ኣይኮነን ወይ ድማ በዚ ዓቀን ከምዚ ናይ ሜዲሲን ክንብሎ ከለና ሰለስተ ሚእቲ ሚሊ ሊትር እዩ። ስለዚ እንታይ ማለት እዩ ንሱ ካብቲ ናይ ኮሮና ቫይረስ ዝኾነ ሓንቲ ሰንሰለት ትወስድ እሞ mRNA ይበሓል ሞለኩላር ማለት እዩ RNA ይበሓል ንሱ እንታይ እዩ እቲ ንሕና ጀነቲካሊ ጀነቲክ ኮድ እዩ ዝብሃል ዲኤንኤ ዝብሃል ንፈልጦ ኣለና ድሓር ድማ ኣርኤንኤ ዝብሃል ኣሎ ግን እዚ እንታይ ይግብር ማለት እዩ መጀመርታ ነቲ ቫይረስ ካብኡ ቁሩብ ትወስድ እሞ ድሓር ኣብቲ ናይ ሰንሰለት ናይ ኤም ኣርኤንኤ ዝብሃል ወይ ድማ ሞለኪላር ኣርኤንኤ ዝብሃል ኣብኡ ክለግብ ወይ ድማ ባይንድ ክገብር ብክታበት መልክዕ ኢኻ ትህቦም ሰላሳ ማይክሮግራም ወይ ድማ ሰለስተ ሚእቲ ሚሊ ሊትር በቲ ናይ ሜዲካል መዐቀኒ ማለት እዩ ብጣዕሚ ውሕድ እዩ ማለት እዩ እቲ ክታበት ድማ ሞደርናን ፋይዘርን ክኸውን ይኽእል እዩ እቲ ጆን ጆንሰን ዝበሃል ንሱ ጠጠው ኢሉ ኣሎ እሱም ከም ኣስትራዜኒካ ስለ ዝኾነ እዚአን ክልተ ግን ይወሃባ ኣለዋ ሕጂ ንሰን ክንውሕብ ከለና ማለት እዩ እቲ ቀንዲ እንታይ እዩ እቴን ኣንተቦ ዝበልኩኹም እቴን ፕላዝማ ሴልስ እቴን ቢ ሴልስ ወይ ድማ ሚሞሪ ሴልስ ዝበሓላ ናይ ጸዓዳ ወሓዮታት ክፋል ሴል ማለት እዩ ንሰን ምእንቲ ክለልይዎ እቲ ንወሃቦ ክታበት እቲ ዓቅን ወይ ድማ መንግደ ንብሎ ኣዝዩ ውሕድ እዩ ግን እንታይ ይገብሩ ማለት እዩ እቲ ዝተዋህበ ብክታበት መልክዕ ኣብቲ ኤምኣርኤንኤ ኣብኡ ይለግም ማለት እዩ ደሓር እቲ ኤን ሴልስ ምልላይ ይጅምራ ምስኡ ከምኡ እንዳገበርካ ማለት እዩ እቲ ናይ ምክልኻል ተኽእሎታትካ ወይ ድማ እቲ ኢሚዩን ዲፌንስ ኢሚዩኒቲ ዝበሃል ድማ ሓፍ ይብል ማለት እዩ ስለዚ እቲ ቀንዲ ክታበት እዚ እቲ ሎጂክ ዝኾነ ኣሰራርሓ ናይ ክታበት ምናልባት ንሕና ብብዙሕ ጌጋ ዝኾነ ትምህርቲ ተወሲድና ከይንኸውን ተጨዊና ከይንኸውን ኣቀዲመ ከም ዝበልክዎም ብዙሕ ዓይነት ክታበት ኣሎ ሕጂ ተስፋ ንገብር ወላ እዚ ናይ መንሽሮ ብክታበት መልክዕ ክመጽእ ንሱ ይስርሕ ይሰርሕሉ ኣሎ ኣምላኽ እንድሕር ሐጊዙና ድሕሪ ክልተ ዓመት ገለ ድማ ከምኡ ክጅመር እዩ ስለዚ ሓድሽ ኣይኮን ግና ከመክን ይኽእል እዩ እዚ ምስ ሽዱሽተ ሚእትን ስሳን ሽዱሽተ ይተኣሳሰር እዩ በቃ ዘይከ እውን ብዛዕባቡ እቲ ናይ ሕክምና ነገር ዘይፈልጥ ሰብ ሓንቲ ኣርእስቲ ቁንጭብ ኣቢሉ በቃ ጌጋ ሓበሬታ እንዳሃበ ናይቲ ብነፃ ክንወሃቦ ዝግባእና ትሪትመንት ከይንቅበሎ ይገብሩ ማለት እዩ ቅድም ቀዳድም እዚ ምስ ሃይማኖት ዘተኣሳስሮ የብሉን ምስ እግዚኣብሔር ዘተኣሳስሮ የብሉን ምስ እምነት ዘተኣሳስሮ የብሉን ወላ ናይ ሃይማኖት ኣቦታት ኣብዚ ጉዳይ እዚ ተዋሲኦም እዮም ይብሉ እዮም ዘለዉ ድማ ነቲኦም እቲ ብጻይ ፍቕሪ ዝበሃል ነቲ ካልኣይ ሰብ ቤተሰብካ ክህሉ ይኽእሉ ብዕድመ ዘበሉ ማለት እዩ ዝደፍኡ ቤተሰብ ወላ ፈተውቲ ጎረቤት ኣብቲ ትሰራሐሉ ቦታ ኣብ ቤት ትምህርትኻን ይኹን ኣብ ዝተፈላለየ ምክንያት ቦታታት ማለትዩ ናይ ጥዕኖም ጉዳያት ቁሩብ ጸገም ዘለዎም ሰባት ክገጥሞም ስለ ዝኽእል ወላ ንዓኻ እንተዘይበልካ ንዖም ክትብል ተኸተብ ዝብል ዓቢ ትምህርቲም ድማ ሂቦም እዮም ስለዚ እቲ ክታበት ናቱ ዝኾነ እቲ ሳይድ ኢፌክት ወይ ቢቪርኪኒንግ ንብሎ ኣለዎ ብሓቂ ግን ከምዚ ተጋኒኑ ዝረኣይ ኣይኮነን ብፍላይ እዚ ሞደርናን ፋይዘርን ዝበሃል ወላ ሓደ ነገር የለን ግን ክንውጋእ ከለና ማለት እዩ ኣብዚ ዝተወጋእናሉ ጨዋዳታት ኣብኡ ከምዚ ቃንዛ ይገብረልና እዩ ናይ መጀመርታ ተወጊእና ብፅባሒቱ ማለት እዩ ኣብ ካልኣይ መዓልቲ ኣብ ሳልሳይ መዓልቲ ግን ይጠፍእ ከምዚ ምናልባት ቁሩብ ከምዚ ናይ ኢንፍሉዌንዛ ዝበሃል ወይ ድማ ከምዚ ሰዓል ክሕዘና ከሎ ቁሪ ቁሪ ይብለና ቁርጥማት ይገብረና ምሽ ቁሩብ ቴምፕሬቸር ወይ ድማ ረስኒ ክገብረና ይኽእል እዩ ንሱ ናይቲ ሳይድ ኢፌክት እዩ ካብኡ ወፃኢ ግን ሓደገኛ ዝበሃል ንህይወት ኣስጊ ዝኾነ ነገር ግን በቲ ክታበት ኣይመፅን እዩ ኣቀዲመ ከም ዝበልኩኹም ሰላሳ ማይክሮግራም እዩ ስለዚ ሰላሳ ማይክሮግራም ማለት እንታይ ማለት እዩ? ብጣዕሚ ውሕድ እዩ፣ ብዙሕ ኣይኮነን። ሕጂ ኣብዚ ናይ ክርስትያን ሳንድን ከባቢኡ ዘሎ ወላ ብሓፈሹ ኣብ ኖርወይ ወላ ኣብ ካልእ ዓድታት ክንርኢ ከለና እንታይ እዩ ነዚ ሕማም ሕጂ ተጠቃዕቲ ዝኾኑ መብዛሕቶም ወጻእተኛታት እዮም። ንኣብነት ኣብቲ ናይ ክርስትያንሳንድ ንስኻትኩም ዘለኹምዎ ከባቢ ወላ ብዙርኡ ኣብቲ ብሓቂ ሕጂ ዳርጋ ሓምሳ ፐርሰንት ዝኸውን ወጻእተኛታት እዩ ወጻእተኛ ታት እዮም በዚ ሕማም ተታሒዞም ዘለዉ ካብኡ ድማ ኤርትራውያንም ኣለና ኢትዮጵያውያንም ኣለና ኩላትና ሶማል ኣለና ግን ንሕና ናይ ኤርትራ ኤርትራውያን ስለ ዝኾንና ንኤርትራ ንዘሎ ህዝቢ ስለ ዝምልከት እዚ ትምህርቲ ተዳልዩ ማለት እዩ ስለዚ እቲ ናይ ኮሮና ነገር ክንሓስብ ከለና እቲ ሕማም ሒዙካ ክታበትም ክትወስድ ትኽእል ኢኻ ድሕሪ ሽዱሽተ ወርሒ ይፈላለዩ ንኣብነት ሓሚሞም ወላ ሓደ ሲምቶም ዘይነበሮም ሰባት ኣለዉ ነቲ ክታበት ምስ ወሰድካ ኮሮና ክትተሓዝ ትኽእል ኢኻ ከይንጋገ ኣብዚ መጀመርታ እቲ ኮሮና ሓደ ግዜ ንወስድ ሕጂ ብዘሎ ኣሰራርሓ ማለት እዩ እቲ ቲልታክ ንብሎ ሽዱሽተ ሰሙን ሰብ ይጸንሕ እሞ እቲ ካልኣይ ክታበት ይወሃቦ እቲ ፉል ቫክሲነርት ዝበሓል ክልተ እቲ ክታበት ዝወሰደ ሰብ እዩ እንታይ ማለት እዩ ቅድም ቀዳድም ንሱ ከመሓላልፍ ኣይክእልን እዩ ናብ ካልእ ሰብ ማለት እዩ እንተተተሓዘ እኳ ክሓምም ዝኽእለሉ ደረጃ ኣዝዩ ኣዝዩ ትሑት እዩ ወላ ሓደ ንህይወቱ ከስግኡ ኣይክእልን እዩ እቲ ዘይተኸተበ ሰብ ንሱ ግን በዚ ሕማም ክጥቃ ይኽእል እዩ ክሳብ ሞት ክበፅሕ ይኽእል እዩ ነዚዩ ሕጂ መንግስቲ ኖርወይ ናይ ጥዕና ሰበ ስልጣናት ኩላትና ኣብዚ ናይ ክታበት ኣብዚ ናይ ሕማም ሓበሬታ ኣብ ምሓብ ሰብ ክነቅሕ ሰብ ክርድኦ ዓቢ ግዜን ጉልበትን ኢነርጂን ኩሉ ነጥፍእ ዘለና ማለት እዩ ስለዚ እቲ ክታበት ብሓቂ ኣገዳሲ እዩ ርኣይዎ፣ ክሳብ ትማሊ ልዕሊ ሰለስተ ሚልዮን ዝኸውን ሰብ ኣብ ምሉእ ዓለም መይቱ ኣሎ። ዓሰርተ ሽሕ፣ ኣስታት ዓሰርተ ሽሕ ዝኸውን ሰብ ትማሊ ክሳብ ሰዓት ሸውዓተ፣ ሸሞንተ ናይ ምሸት መይቶም ነይሮም። ኣብ ህንዲ ንርእዮ ኣለና፣ መዓት ሰብ ይሞቶም ስለ ዘሎ እቲ ባሕሎኦም ከመይ ከም ዝኾነ ትፈልጥዎ ኢኹም። ኣብ ሸወደን ርኢና ኢና ኣብ ጥልያን ርኢና ኢና ኣብ ብራዚል ኣሎ ሕጂ ኣብ ኣሜሪካ ኣሎ ስለዚ ብሓፂሩ ማለት እዩ ናይዚ ናይ ኮሮና ነገር ከምዚ ይመስል ናይ ክታበት ነገርም ከምዚ ይመስል ስለዚ እስራኤልም ክንርኢ ንኽእል ኢና ዝተኸተቡ ሰባት ዘበሉ ሰባት ብሓቂ ብዙህ ኣይሓመሙን ማለት እዩ ድሕሪ ክታበት እቲ ኩሉ ነገር ኣቢሎም ወዲኦሞ ሕጂ እንዲያውም እቲ ናይ ማስክ ናይ ምጥቃም ነገር ኩሉ ገለ ገዲፎሞ ኣለዉ ስለዚ ኣነ ከተዓባብኣኩም ዝደሊ ክሕግዘኩም ዝደሊ ብሓቂ ክምዕደኩም ዝደሊ እንታይ እዩ እቲ ክታበት ክንክተቦ ብሓቂ ወላ ሓደ ነገር ኣነ ስድራይ ኣቦይ ኣደይ ተኸቲቦም እዮም ኣብ ቤተሰበይ ተኸቲቦም እዮም ኣብዚ ኦስሎ ዝቕመጠሉ ንብዙሓት ሰባት ሓጊዘ ከምዚ ምሂርና ገለ ኣቢልና ክኽተቡ ጀሚሮም እዮም ስለዚ ኩላትና ናይዚ ተጠቃሚ ክንከውን ብነፃ እዩ ዝወሃብ ግራቲስ እዩ ዝኸፍል ሰብ የለን ካልእ ድማ እንታይ እዩ ወላ ሓደ ጸገም ክመጻልናም ኣይክእልን እዩ ስለዚ ኣጆኹም ኣጆና ክንስ ክበቃ ክንተብዕ እዩ ዘለና ስለዚ ብሓጺሩ ሕጂ ምናልባት ኣብ ሕቶን መልስን ክንኣቱ ዝያዳ ዝኾነ ግዜ ኣብኡ የድልየና ይመስለኒ ናብኡ ክንከይድ ኢና ማለት እዩ

ከመይ እዩ ዝብል ሕጂ ንኣብነት እቲ ቆልዑ ብሓፈሽዑ እቲኦም ቆልዑ ንብሎም ማለት እዮም እቲኦም ናቶም ናይ ምክልኻል ተኽእሎታት ብጣዕሚ ሕይል ዝበለ ስለ ዝኾነ ወላ ከምዚ ሕዱር ሕማም ይሃልዎም ኣስማ ገለን ብዙሕ ኣይጥቅዑን እዮም እቲ ናይ ምክልኻል ግን እንድሕር ኮሮና ሒዝዎም እቲ ሕማም እንድሕር በርቲዕዎም ኣብቲ ናይ ምትንፋስ እቲ ፑስተ ቤስቫር ንብሎ ማለትዩ ኣብኡ ጸገም እንድሕር ኣለዎም ግን ብቕልጡፍ ማለትዩ ኣብቲ ናይ ሌገቫክት ክኸውን ይኽእልዩ ኣምቡላንስ ደዊልና ክኸውን ይኽእልዩ ሓገዝ ክንወሃብ ኣለና ማለትዩ እቲኦም ግን ዓበይቲ ማለት እዩ ንሶም ብሓቂ ቁሩብ ብርትዕ ዝበለ እንታይ ኮንስኩዌንስ ኣለዎ ማለት እዩ ንስ ኣብኦም ይብርትዕ ኣብቶም ዓበይቲ ዓበይቲ ክንብል ከለና ሕጂ ንኣብነት ኣስማ ነይርዎ ሽጋራ ዘተክክ እንድሕር ኮይኑ ወይ ድማ ካልእ ከምዚ ናይ ሉንገ ቤተነልሰ ንብሎ ማለት እዩ ናይ ሳምቦ ሕማም ነይርዎ ብዝተፈላለየ ምክንያት ነዚ ሕማም ክጋለፅ ዝኽእለሉ ደረጃ ዕብይ ዝበለ ስለዝኾነ ኣብኡ ግን ጥንቃቄ ክንገብር ኣለና። ስለዚ ኣብ ቆልዑ ደሓን እዩ ሓቂ ምዝራብ ይፈላለዩ ካብ ሰብ ናብ ሰብ ከም ዝበልኩኹም ዕድሜኦም ድማ ወሳንነት ኣለዉ። ቆልዑ ክንብል ከለና እቲ ስፔድ ባርን ዝበሃል ኣሎ ማለት እዩ እቲ ዝተወለደሉ ብፍላይ ብፍላይ ካብ ትሽዓተ ወርሒ ንላዕሊ ዝኾኑ ከምዚ ናቶም ናይ ምክልኻል እቲ ኢሚዩን ዲፌንስ ንብሎ ሽዑ ሽዑ የመዓብልዎ ስለ ዝኾኑ ድሓን እዮም ግን እቲ ቮክስን ዝበሃል ግን ማለት እትኦም ኣብቲ ኣብ ዓቕሚ ኣዳም ዘሎ ኣስማ ዘለዎም ድማ ዓበይቲ እንድሕር ኮይኖም ግን ኣብኦም ዘሎ ደረጃ እዚ ናይ ኮሮና ሕይል ዝበለ እዩ እቲ ካልእ ሕቶ ድማ ዝመጸ ብዛዕባ ቫክሲናሽን ወይ ድማ ክታበት እዩ እወ እቲ ሕቶ እንታይ ዝብል ቅድሚ ሕጂ ዝገለጽካዮ ዓይነት ናይ ክታበትስ ብዙሕ ግዜ ወሲዱ ምርመራ ገይሮም ኣቢሎም እዮም እዚ ናይ ኮቪድ ዓሰርተ ትሽዓተ ግን ከምኡ ማለት እኹል ዝኾነን መጽናዕቲ ኣይተገበረሉን እዩ ዝብል ሕጂ እንታይ ክብል እፈቱ መስለኩም እወ ሓደ ቫክሲናሽን ወይ ድማ ቫክሲኔሽን ንብሎ ምርመራ ገይሩ ወይ ድማ ከምዚ ሪሰርች ተገይሩ ኣብ ዝተፈላለየ ሰባት ይኹን እንስሳታት ይኹን እንስሳታት ይኹን ተፈቲኑ ብመልክዕ መድሓኒት ክቀርብ እንድሕር ኮይኑ ካብ ሰለስተ ክሳብ ሓሙሽተ ዓመት ይወስድ እዩ እቲ ማክሲመም ዝበሃል ሓሙሽተ ዓመት እዩ ግን ክሳብ ሰለስተ ዓመት ይፈላለዩን እቲ መን የፅንዖ ከም ዘሎ በዓል መን ከም ዝኾኑ ፍሉጣት እንድሕር ኮይኖም ቅድሚ ሕጂ ብካልእ ሕማም ዘጽንዑ ምስ ምትእስሳር እንድሕር ኣለዎ ግዜ ክወስድ ብዙሕ ኣይክእልን እዩ እወ ሕጂ ግን ሕጽር ዝበለ ወይ ድማ ዓሰርተ ዓሰርተ ሓደ ወርሒ ወሲዱ እዩ እዚ ክታበት ክስራሕ ግን እንታይ ኢና ንብሎ ንሕና ሰብ ይሓልቅ ኣሎ መዓልታዊ ብኣሽሓት ዝኾነ ሰብ ይመውት ኣሎ ንዑ መዕገሲ ክኸውን ዝኽእል ኪኒና ኣይተረኽበን ካልእ እቲ ቢሃንድሊንግ ስቲልናርሚንገር ዝበሃል ማለት እዩ ካልእ ትሪት ንደቂ ሰባት ክግበርሉ ዝኽእሉ ምርጫታት ኣይነበረን እዩ ስለዚ ብቕልጡፍ ልክ ለውጢ ምስ ተራእዩሉ እዚ ክሕግዝ ይኽእል እዩ ተባሂሉ በቲ ናይ ኢሮፕያን ዩኒየን ዝበሃል ኣሎ ኣብዚ ናይ ኢሮፕ ማለት እዩ ናቶም ናይ መድሓኒት ማህበር ኣለዉ ኣብ ኣሜሪካ ድማ ፋድ ዝበሃል ኣሎ እቲ ናይ ፌደራል ማለት እዩ ብኦም እቲኦም ፈላጣት ዝበሃሉ ሊቃውንተ ምድሪ ዝበሃሉ ኣብዚ ናይ ኢሚኖሎጂ ወይ ድማ ናይ ምክልኻል ኣብዚ ናይ መዲስን እዚ ናይ ፋርማኮሎጂ ንብሎ ናይ መድሓኒት ሊቃውንቲ ንሶም ተኣኪቦም ሪኦሞ መፅናዕቲ ተገይሩ ደሓር ተወሲኑ ማለት እዩ ሕጂ ድማ ዝህብ ዘሎ ውፅኢቱ ንሪኦ ኣለና ስለዚ ብኡ ምክንያት እዩ እቲ ቀንዲ ኣገዳሲ ዝኾነ ክታበት ኢልና ሎሚ ኣፍና መሊእና ክንዛርብ ንኽእል ማለት እዩ። ስለዚ ንዑ ዘይወሰደ ሰብ ግን ይመውት ኣሎ። ነቲ ብክታበት መልክዕ ግን ሓገዝ ተገበረሎም ኢለኩሜ እስራኤል ሕጂ ንኣብነት ብጣዕሚ ጽቡቅ ኣለዉ እትዮም ዝተኸተቡ ካብ መጀመርታ ኣስታት ሸሞንተ ሚእቲ ሽሕ ሰብ ተኸቲቦም ሰለስተ ሚእቲ ሰባት ዝኾኑ ሓሚሞም ካብኦም ግን ሰለስተ ሰብ ድዩ ሓሙሽተ ሰብ እዩ ኣብ ሆስፒታል ከይዱ ብድሕሪኡ ግን እቲ ናይ እቲ ምልባዕ ዝበሓል ማለት እዩ እቲ ኢንተንሲቲ ግን ጠጠው ኢሉሎም እዩ ስለዚ የድሊ ማለት እዩ እወ እቲ ኮሮና ዝተዋሃበ ሰብ እወ ኮሮና ሒዝዎ ዝፀንሐ ክታበት የድልዮ እወ ብዛዕብኡ ተዛሪበዮ ኣለኹ መጀመርታ መጀመርታ ቁሩብ ግዜ ከወስድ ይኽእል እዩ ሕጂ ኣነ ብዝፈልጦ ማለት እዩ ኮሮና ሓሚሙ ሽዱሽተ ወርሒ ዝፀንሕ ሰብ እንተሎ ክኽተብ ይኽእል እዩ ዋላ ሓደ ፀገም የብሉን ግን ሕጂ ሕጂ ተታሒዙ ክታበት ገለ ዝባሃል ግን ኦረዲ እቲ ቫይረስ ኣብ ነብሱ ኣሎ እቲ ናይ ምክልኻሉ ተኽእሎታቱ እቲኤን ፕላዝማ ሴልስ ዝባሃላ ኦረዲ ኣለልዮሞ ስለ ዘለዉ እቲ ኣብቲ ኤምኣርኤንኤ ኢለ ዝገለጽክዎ ኣብኡ ክለግብ ዝግበኦ እቲ ናይ ቫይረስ ሕጽር ወድማ ውሕድ ብዝበለ መልክዕ ንሱ ስለ ዘሎ ሕጂ ግን ሓደ ሰብ ኮሮና ክታሓዝ ከሎ ግን ብብዙሕ እዩ እቲ ቫይረስ ዝመጽእ ብጣዕሚ ብዙሕ ስለ ዝብል ኣብቲ ናይ ነብሱ ናይ ምጽናሕ ተኽእሎታት ክሳብ ሽዱሽተ ወርሒ ይጸንሕ እዩ ስለዚ ከምኡ እንድሕር ገይሩ ክኽተብ ይኽእል እዩ ከምኡ ኢለ መመለስክዎ እወ እቲ ናይ ማስክ ወይ ድማ እዚ ሙንቢን ንብሎ ብዛዕባኡ ሕቶ መጽኡ ማለት እዩ እወ እንታይ ንሓንቲ ሙንቢን ክሳብ ኣርባዕተ ሰዓት ኢና ክንጥቀመሉ ንኽእል ልዕሊኡ ክንጥቀመሉ ኣይንኽእል ኢና ግን ሽዑ ሽዑ ክንድርብዮ ኣለና እቲ እንተበዝሐ ኣርባዕተ ሰዓት ማለት እዩ ሕጂ ብዛዕባ እዚ ናይ ኣውደ ኣመት ናይ ትንሳኤ ማለት እዩ ንዑ ብዛዕባኡ ኣብ መወዳእታ ክዛረቡ እየ እቲ ቀጺሉ ዘሎ እወ እቲ ሓደ ሕቶ ዝመፀ እንታይ እዩ ብኮሮና ተታሒዝካ ብኮሮና እንተተትሕዝ ኣይሓይሽን ዶ ቫክሲናሽን ወሲድካ እቲ ናይ ምክልኻል ተኸእሎ ተጽርዮ ወይ ድማ ተማዓብሎ ዝብል ሕቶ መጺኡ። እንታይ ሕጂ ምሽ ኢለዮ ነይረ ብኮሮና ዝተታሓዘ ሰብ እንታይ ማለት እዩ እቲ ናይ ቫይረስ ሎድ ንሱ ብጣዕሚ ብዙሕ እዩ ነዚ እዩ ክጎዳእና ዝኽእል ከምዚ ኡ ኮንትሮለርት እዩ ክትቆጻጸሩ ኣይትኽእልን ኢኻ ግን ውሕድ ብዝበለ መልክዕ ብክታበት መልክዕ እንተተወሃይቡ ግን ዝቐለለ ንሱ እዩ ቀዳማይ ነገር ጎዳኢ ኣይኮነን እቲ ናቱ ሳይድ ኤፌክት ዝበልናዮ ማለት እዩ ሰዓቤናታት ክመፅእ ዝኽእል ብጣዕሚ ኣዝዩ ውሕድ እዩ እቲ ካልኣይ ድማ እንታይ እዩ ምስ ግዜ ነብስና ስለ ዝለማመዶ ካብ ጎዳኢ ካብ ምዃን ኣብ ነብስና ጸኒሑ ካልኣይ ግዜ እዚ ሕማም እንተመጸ ንሕና ክንጻወሮ ንኽእል ኢና ስለዚ ብኡ ምኽንያት ብጣዕሚ ጽቡቅ ይኸውን ማለት እዩ ስለዚ እቲ ተመራጻይ ዝኾነ እቲ ጽቡቅ ዝኾነ ብሕማም ተታሒዙ ዘይፈልጥ ሰብ እንተሎ ብኽታበት መልክዕ ምስቲ ቫይረስ ሌላ ይግበር ዝበለጸ ንሱ እዩ ስለዚ ከምዚ ኢለ ምልሶ ማለት እዩ ብዛዕባ እዚ ኣፋሲካ ወይ ድማ ናና ማለት እዩ እዚ ናይ ዓድና ማለት እዩ ፖስኬም ሕጂ ሰንበት ክኸውን እዩ መንግስቲ ኖርወይ ወይ ድማ እቲኦም ዝተፈላለዩ ኮሚዩን ኣብቲ ንቅመጠሉ ማለት እዩ ሕግታት ኣውፅኦም እዮም ብፍላይ እዚ ናይ ኢድ ክመፅእ ከሎን ሕጂ ንሕና ኣፋሲካ ዝተባሃለን ካብቲ ተነቃፋይ ዝበሃል ሓደ እዩ ስለምንታይ እዩ ብዙሕ ሰባት ስለ ዝእከቡ ነንሕድና ስለ ንተዓዳደም ሽዑ ነቲ ሕማም ብዝያዳ ክነመሓላልፎ ንኽእል። ሕጂ ከም ትፈልጥዎ ኣብ ኦስሎን ከባቢኡን ሓደ ስድራ ቤት ክሳብ ዓሰርተ ሰብ ብሓንሳብ ክኾኑ ይኽእሉ እዮም። ሕጂ ንኣብነት ሓደ ስድራ ቤት ኣርባዕተ እንድሕር ኮይኖም ወይም ሓሙሽተ እንድሕር ኮይኖም ሓሙሽተ ሰብ እዮም ክውስኹ ዝኽእሉ ብሓፈሽኡ ዓሰርተ ሰብ ክኾኑ ኣብ ክርስትያን ሳንድ ግን ሓሙሽተ ሰብ እዩ ዝፍቀድ ስለዚ ልዕሊ ሓሙሽተ ሰብ እንድሕር ግን ተኣኪብና ነቲ እቲ ማለት ኣብ ስታንድ ወይ ድማ እቲ ቦታ ምፍልላይ ጌርና ክሳብ ክልተ ሜትሮ ጌርና ዘይፀናሕና እንድሕር ግን እቲ ሕማም ገለ ኣቢሉ ብሓቂ ሓደገኛ እዩ ብጥዕና ማለት እዩ መልክእ እቲ ካልኣይ ድማ ዘይህጋዊ እዩ ወንጀል እዩ ከግፅዓና ይኽእል እዩ ብገንዘብ መልክዕ ቡት ንብሎ ማለት እዩ ክወሃበና ይኽእል እዩ ንምንታይ ሕጊ ንጥሕስ ኣለና ብኡ ምኽንያት ሕጂ ነኽብሮ ዘለና ኣውደ ኣመትና ማለት እዩ ኣብ ፋሲካም ይኹን ኢድም ይኹን ማለት እዩ በቲ ዝተዋህበና ሕጊ መሰረት ብዑ ተቐይድና ክነውዕሎ ኣለና ማለት እዩ ስለዚ በጃኹም እቲ ሕማም ኦረዲ ኣንተቦ ከም ዝበልክዎ ኣብ ኤርትራውያን ይረኣይ ኣሎ ዳርጋ መበል ሳልሳይ ኮይና ኣለና ስለዚ ነዚ ሕማም ማለት እዩ ምእንቲ ክነውርዶ ንታሓቲ ምእንቲ ክንገብሮ እዚ ሕጂ ንዘሎ ኣውደኣመትና ዓቕሊ ጌርና ብምሕሳብ ማለት እዩ ብዝተኻእለ መጠን ማለት እዩ ነቲ ዝተዋሃበ ትእዛዝ ኣኽቢርና ክነውዕሎ እሞ ክነሕልፎ ንሓንቲ መዓልቲ ክንጽምም ይሕሸና። ስለዚ እቲ ለበዋ ዝመጽእ ዘሎ ንሱ እዩ። ብሕጊ ኣይፍቅዱን እዩ ልዕሊ ሓሙሽተ ሰብ ክትእከብ ኣብቲ ከባቢኹም ከምኡ ድማ ዝተረኸበ ሰብ ብገንዘብ ቅጻት ትፈልጡ ኢኹም እስራ ሽሕ ክሮነር እዩ። ቀዳማይቲ ሚኒስትር ናይዛ ዓዲ ኣርና ሱልበርግ ከም ዝተቐጽዐት ንፈልጥ ኢና። ብዙሓት ካልኦትን ይቕጽዑ ኣለዉ። ንሕና ካብኦም ኣይንበልጽን ኢና ካብኦም ድማ ኣይንንእስን ኢና። ስለዚ እቲ ሕጊ ክወጽእ ከሎ ናሽናልት ወይ ድማ ንኹሉ ሰብ እዩ ዝወጽእ ንእኸለ እኸሊት ተባሂሉ ኣይኮነን። ስለዚ ኣብዚ በጃኹም ጥንቃቄ ንግበር። ነዚ ሕማም ምእንቲ ክንቆጻጸሮ ብዙሓት ሰባት ከይጉድኡና እቲኦም ወላ ኣብ ጥዕና ዘለና ብመልክዕ ክታበት ተኸቲብና ከይነመሓላልፍ ዓቢ ተጋድሎ ክንገብር ብሓቂ ብሕውነት እምዕደኩም ማለት እዩ። እቲ ካልእ ዝመጽእ ሕቶ እንታይ እዩ? እቲ ኮቪድ ከምዚ በቃ እንታይ ዝበሃል ከምዚ ፐርማነንት ወይ ድማ ዘለኣለማዊ ወይ ድማ ዝነውሐ ሰዓቤን ከምፅኣልና ይኽእል ዶ ዝብል ሕቶ መፅኡ ዓንተቦ ተዛሪበዮ ነይረን እቲ ሕማም ማለት እዩ እቲ ሕማም ክሕዘካ ከሎ እቲ ቫይረስ ኣዝዩ ብዙሕ ስለ ዝኾነን ከምጽኣልካ ሕማም ወይ ድማ እቲ ሳዕቤናት ኣሎ ሕጂ ንኣብነት ኡትማት ትልሰ ሲንድሮም ይበሃል ወይ ድማ እዚ ፋቲግ ንብሎ እዚ ነብስኻ ወይ ድማ ተክለ ሰብነትካ ይደክም ወላ ሓደ ነገር ክትገብር ኣይትኽእልን ኢኻ ተሲእኻ ወላ ነብስኻ ክተሕጸብ ኣይትኽእልን ኢኻ ሻወር ክትገብር እንኳን ኣይትኽእልን ኢኻ ብጣዕሚ ይደኽመካ ሓይሊ ትስእን ኢነርጂ ትስእን ከምኡ ከምጽእ ይኽእል እዩ ግዝያዊ ማለት እዩ ግን ንውሕ ዝበለ ኣንተቦ ከም ዝበልክዎም ናይ ሳምቡእ ጸገም ዘለዎም ገለ ዘለዎም ንውሕ ዝበለን ሪሃቢሊቴሪንግ ወይ ድማ ትሪትመንት የድልዮም እዩ ካልእ ክሳብ ሕጂ ዝረኣይ ዘሎ ማለት እዩ እዚኤን ክልቲኤን ብጣዕሚ ድኻም ገለ የምጽኡ ንሱ ኢና ንርኢ ዘለና ኣብ ምትንፋስም ገለ ከሙታት ይረኣ ኣሎ ከምዚ ናይ ቁርጥማት ናይ ገለ እንኳን ብዙሕ ኣይጸንሕን እዩ እቲ ኣንተቦ ዝበልኩም እቲ ኢሚዩን ዲፌንስ ንብሎ ኢሚዩን ፎሽቫር ንብሎ ንዑ እንድሕር ተተንኪፉ ንዑ ሓፍ ክሳብ ተብል ግዜ ይወስድ እዩ ግን እቲ ፐርማነንት ዝበሃል ዘይኮነ ግዜያዊ ዝኾነ ግን ማለትዩ ሕማማት ክህበና ክእልዩ ግን ብሓገዝ ናይ ሕክምና ተገይሩልና ተኸታቲልናዮ እቲ ንበዓሎ ነገር ኩሉ ብልክዕ እንድሕር ገይርናዮ ግን ከምዚ በቃ ንኹሉ ግዜ ዝፀንሕ ፍሉጥ ዝኾነ ሕማም ግን ክሕድርልና ኣይክእልን እዩ እቲ ካልእ ዝመፀ ክሳብ ሽዱሽተ ሰብ ሕጂ ናተይ ፋሚሊ ሽዱሽተ ሰብ እዩ ሽዱሽተ ሰብስ ቤሶክ ወይ ድማ ክበፅሑና ክእሉ ድዮም ኢሉ ኖ ዓሰርተ ክልተ ሰብ ኮንኩም ማለት እዩ ሽዱሽተ ሽዱሽተ ዓሰርተ ክልተ ሰብ ስለዚ ኣርባዕተ ሰብ ኣብ ኦስሎ ከባቢ እንድሕር ኮንኩም ኢኹም ዓሰርተ ትኾኑ ኣብ ሓደ ስድራ ቤት ግን ሽዱሽተ እንድሕር ኮንኩም ሽዱሽተ ኢኹም ክተውዕሉ ትኽእሉ ኢኹም ብደገ ወይ ድማ ግዳማዊ ሰብ ግን ክመፅኣኩም ኣይክእልን እዩ ክንዕድሞ ንኽእል ሰብ እንተለና ኩላትና ብሓባር ሓሙሽተ ክንከውን ኣለና እዩ ዝብል ኣብ ኦስሎ ግን ካልእ ሕጊ እዩ ዘሎ ኣባኹም ግን ሓሙሽተ ሰብ እዩ ዝፍቀድ ክልተ ሰብ ሰብኣይን ሰበይትን እንድሕር ኮንኩም ወይ ድማ ክልተ ኣሕዋት እንድሕር ኮንኩም ሰለስተ ሰብ ኢኹም ክተምፁ ትኽእሉ ምእንቲ ሓሙሽተ ክትኮኑ ብሓባር ማለት እዩ ካብኡ ወፃኢ ግን እንድሕር ልዕሊ ሓሙሽተ ሰብ ኣብ ሓደ ገዛ ተረኺቡ

እቲ ካራንቴና ማለት እዩ ወይ ድማ እቲ ናይ ውሸባ ንብሎ ማለት እዩ ሕጂ እንታይ ኣሎ ምስለኩም ሕጂ ሓደ ሰብ ኮሮና ዝሓዞ ሰብ እተን ዓሰርተ መዓልቲ ኣብ ገዝኡ ክዕፀዎ ኣለዎ እዩ ዝበሃል ሕጂ እዚ ክበሃል ከሎ ንምንታይ መስለኩም ኢንኩበሽን ታይም ዝበሃል ኣሎ ዝኾነ ባክተርያ ዝኾነ ፋይረስ ቫይረስ በቃ ክራብሓሉ ዝኽእል ግዜ ናቱ ማለት ወይ ድማ እቲ ናይ ምርባሕ ናይ ፍርያይ ግዜኣቱ ናቱ ክሳብ ዓሰርተ ኣርባዕተ መዓልቲ እዩ ግን እቲ ሓደገኛ ዝበሓል ኩነታት ዝፈጥር ግን ኣብ መንጎ ሰለስተን ሓሙሽተን ወይ ድማ ኣብ መንጎ ሰለስተን ሸውዓተን መዓልቲ እዩ። ብድሕሪኡ ግን እንዳተሓተ እንዳተሓተ እንዳተሓተ ይመጽእ እዩ። ስለዚ ዓሰርተ መዓልቲ ግን ሰብ ክውሸብ ኣለዎ። እንድሕር ግን ዘይሓሾ ኮይኑ እቲ ሲምፕቶም እንድሕር ኣለዎ ኮይኑ ብቀጻሊ ይስዕል እንድሕር ኮይኑ ረስኒ እንድሕር ኣለዎ ኮይኑ ጭርውርው ይብሎ እንድሕር ኮይኑ ቁሪ ቁሪ ይብሎ እንድሕር ኮይኑ ቁርጥማት እንድሕር ኣለዎ ኮይኑ ግን ልዕሊ ዓሰርተ መዓልቲ ግበር ክጸንሕ ኣለዎ ድማ ሓገዝ ረድኤት ክሓትት ኣለዎ ማለት እዩ። ግን እንዳ ሓሾ እንድር መፅኡ ወይ ድማ ርኡይ ዘይኮነ ኣሸጋሪ ዘይኮነ እምተም እንድሕር ዘይብሉ ወይ ድማ እቲ ምልክታት እንድሕር ዘይብሉ ግን ዓሰርተ መዓልቲ ይኣኽሎ እዩ ስለዚ ከምዚ ኢለ ንመለስክዎ

መጽናዕቲ ኣብ ጥኑሳት ስለ ዘይተገብረ እዩ። ብፍላይ ብፍላይ ማለት እዩ እቲ ዕሸል ማለት እዩ ንሱ እቲ ቫክሲናሹን ምስ ተውሃቡ ኣዴታት ማለት እዩ ክታበት ምስ ተዋህባም ነቲ ፕላሴንታ ዝበሃል ኣሎ ንዑ ይሓልፎ ድዩ ኣይሓልፎን ድዩ መጽናዕቲ ተገይሩ ስለ ዘይ መልሲ ስለዘይተገብረ ወይ ድማ ስለዘይተፈልጠ ወላ ኣብ መፅናዕቲ ኣብቲ ፌዝ ንብሎም ገና ገና ስለዘይበፃሕናን ብኡ ምክንያት እቲ ጥኑሳት ክትባት ከይወሃበን ይመዓድ ማለት እዩ። ካልእ ኣይኮን እቲ ምክንያት እኹል ዝኾነ መፅናዕቲ ኣብእን ስለዘይተገበረ እዩ። ምናልባት ሕቶ እንድሕር መፅ ኮይኑ ወይ ድማ ክትፈልጥዎ ትደልዩ ነገር እንድሕር ኣሎ እቲ ንሱ እዩ ማለት እዩ ሕጂ ኣብ መወዳእታ ዝመፀ ማለት እዩ ጓለይስ ጓል ክልተ ዓመት እያ ኣብ ካራንቴና ነይራ እቲ ምክንያት ድማ ኣብቲ ንሳ ትኸደሉ ዘላ ኪንደር ጋርደን ወይ ድማ መዋእለ ህፃናት ኣብኡ ከምዚ በቃ ሕማም ተራእይዎ ድማ ስለ ዝነበረ እዩ ግን እትኦም ዝተረፍና ቤተሰብናታ ግን ኣብ ካራንቴና ክንከውን ኣይተኣዘዝናን እዚ ጌጋ ኣይኮነን ዶ ኢሎም ሰዲዶም ማለት እዩ ኣንተብዎም ከም ዝበልክዎ ማለት እዩ እዚኦም ቆልዑ ነቲ ቫይረስ ናይ ምክልኻል ዓቕሙን ኣዝዩ ኣዝዩ ብዙሕ እዩ ሓያል እዩ ስለዚ ብኡ መልክዕ ድማ ናብ ካልኣይ ሰብ ናይ ምምሕልላፍ ተኽእሎታቶምን ቅሩብ ውሕድ ዝበለ እዩ ግና ከመሓላልፋ ይኽእላ እየን ሕጂ እቲ ፀገም እንታይ እዩ እንድሕር ዘይሓመመት ንሳ እቲ ኣጓል እቲኦም ኣብ ቤት ትምህርቲ ዘለዉ እቲኦም ካልኦት ቆልዑ እቲ ስሚት ማለት እቲ ናይ ሕማም ምንጭ እንድሕር ዘይኮኑ ስሚት ተሽልደ ንብሎ ማለት እዩ እንድሕር ዘይኮኑ እቲኦም ካልኦት ሰባት ኣብ ቬንተ ካራንቴነ ዝበሃል ኣሎ እቲ ሕማም ኣለወን ድዩ የብለንን ምርመራ ወሲዶም እቲ መልሲ ክሳብ ዝመፅእ ኣብ ገዛ ይፀንሑ። ደሓር ግን ኣብ ስራሕ ኣብቲ ዝደለየ ነገራት ክኸዱ ይኽእሉ እዮም። ግን ኣብዚኤን ንኣሽቱ ዝኾኑ ቆልዑ ግን ከምዚኣ ጓልኩም ጓል ክልተ ዓመት እንድሕር ኮይና ግን እቲ ቫይረስ ብጣዕሚ ጎዳኢ ኣይኮነን ኣይረኣይን እዩ ዳርጋ ንሳ ፖዘቲቭ ድያ ኣይኮነትንም ድማ ኣይፍለጥን እዩ ንምንታይ እቲ ሲምተም እቲ ምልክታት ከይሕልዋ ይኽእል እዩ ስለዚ ብኡ ምክንያት ነቲኦም ካልኦ ስድራ ቤት ክትህልው የብልኩምን ዝበሃል ማለት እዩ ኣብ ካራንቴና ክትኮኑ ትሑዛት ኣይኮንኩምን ዝበሃል ማለት እዩ ኣብ ውሸባ እቲ ኣጓል ግን ምልክታት ናቱ እንድሕር ኣሪኣ እንድሕር ሓሚማ ግን ኩላትና እቲኣ ስድራቤት ኣብ ውሸባ ክንከውን ናይ ግድን ንእዘዝ ማለት እዩ። ስለዚ እቲ ምንጪ ናይቲ ሕማም መን ከም ዝኾነ ክፍለጥ ድማ ኣርብዓን ሸሞንተ ሰዓታት የድልዮ። እቲ ስሚተስፑሪንግ ንብሎ ማለት እዩ። ድሕሪ ኣርብዓን ሸሞንተ ሰዓት እንድሕር ተፈሊጡ እንድሕር ገለ ኮይኑ ግን ከምኡ ይግበር ማለት እዩ ሕጂ ንኣብነት ኣነ ከምኡ ኮይኑ እየ ግን እቲ ኣብ ስራሕይ ማለት እዩ ሓደ መሳርሕተይ ወዳ ከምዚ ኣሎ ተባሂሉ ቨንተ ካራንቴና ኮይነ ኣብኡ ፀኒሐ ማለት እዩ ግን ስለ ዘይነበረ ኣነ ስራሕ ኣትየ ተመሊሰ ማለት እዩ ስለዚ እቲ ቀንዲ ምክንያት ኦኬ ዓለም የቐነልና ኣብ መወዳእታ ሕቶታት እንድሕር ዘሎ ክውስኸን ዝሓስበን ነጥብታት ኣለዋ ንሰን ብሰለስተ መልክዕ ከፍልጠኩም ደሊ መጀመርታ ሕፅር ዝበለ ሳምራያዝ ክንገብሮ እዚ ኮሮና ዝበሃል ቫይረስ ናይ ምትንፋስ ኣካልና ዝጎድእ እዩ። እቲ ዝለግበሉ መንገዲ ድማ ብትንፋስ ክኸውን ይኽእል እዩ፣ ብማይ ወይ ድማ ብረሓፅም ክኸውን ይኽእል እዩ፣ ኣብቲ በቲ ሕማም ዝተታሓዘ ሰብ ዝተንከፎ ወይ ድማ ዝተጠቐመሉ ኣቁሑት እንድሕር ንሕና እንተጠቒምና ብምትንካፍ ማለት እዩ ብኡም የብል እቲ ድሮፐስሚተ ዝበሃል ማለት እዩ። እዚ ኣጸቢቕና ክንፈልጦ ኣለና ነዚ ድማ ክንከላከለሉ እንድሕር ኮይና መጀመርታ ማለት እዩ እቲ ማስክ ወይ ድማ ሙንቢን ዝብል ክንጥቀሞ ናይ ግድን እዩ ንምንታይ ብትንፋስ ብኣየር መልክዕ እቲ ሚክሮ ኦርጋኒዝምስ ዘይንርእየን ማለት እዩ ኣብ ኣፍና ከየጥቅኡ ከይኣትዋ እቲ ቫይረስ ከምኡ ኮይኑ ኣብቲ ሉፍት ክጸንሕ ስለ ዝኽእል ምእንቲ ከይኣቱ ማስክ እንድሕር ጌርና ንከላኸለሉ ኣለና ማለት እዩ እቲ ካልኣይ ድማ ማለት እዩ ብዙሕ ግዜ ኢድና ብምሕጻብ ዲስኢንፌክሽን ወይ ድማ እዚ ኣልኮላዊ ዝኾነ ነገራት ንዑኡ ብምጥቃም ክንከላኸለሉ ንኽእል ኢና። እቲ ሳልሳይ ድማ ማለት እዩ ክሳብ ክልተ ሜትሮ ኣብ ባስ ክንወስድ ክንከውን ዲና ኣብ ባቡር ዲና ኣብ ዝኾነ ድኳናት ድዩ ኣብ ኪዊ ኣብ ሪሚ ኣብ ሬማ ኣብ ድሌትኩም ቡቲክ ክኸውን ክነብል ከለና ክልተ ሜትሮ ኣብ ስታንድ ወይ ድማ ርሕቀት ክንገብር ኣለና። በዚ መልክዕ ክንከላኸለሉ ንኽእል ኢና። ብፍላይ ድማ ነቲ ኣቑሑት ብዘይ ምንክፍካፍ እንድሕር ክንክንክፎ እንድሕር ኮይና ሃንስከር ወይ ድማ ጓንቲ ንግበር። ከምኡ ጌርና ክንጥቀመሉ ንኽእል ኢና። እዚኤን ብጣዕሚ ክንርድኦን የድልየና ማለት እዩ። ዝኾነ ሲምተም እንድሕር ኣለና ዝኾነ ከምዚ ናይ ሕማም ምልክታት እንድሕር ሂቡና ኮይኑ ብቕልጡፍ ማለት እዩ ነቲ ሕማም ምርመራ ይግበር ስለ ዘሎ ኬድና ናይ ኮሮና ፕረቨ ዝበሃል ኣሎ ኬድና ንውሰድ ሽዑ ተታሒዝና ዲና ኣይተታሓዝና ንፈልጥ ማለት እዩ ንነብስና ንኸውን ንካልኦት ሰባት ድማ ከይነመሓላልፈሉም ድማ ዓቢ ግደ ሓላፊነት ንወስድ ማለት እዩ እቲ እቲ ፕረቨ ድማ ማለት እዩ ወላቲ ክታበት ድማ ነፃ እዩ ማንም ሰብ ኣይከፍልን እዩ መንግስቲ እያ ትሽፍነልና እቲ ቀዳማይ ንሱ እዩ እቲ ካልኣይ እንታይ እዩ ሕዱር ሕማም ዘለዎም ሰባት እቲ ናይ ምክልኻል ተኽእሎታቶም ትሕት ዝበለን ብዝተፈላለየ ሕማማት ዝተተሓዙ ማለት እዩ ንሶም ሪሲኮ ግሩፐር እዮም ዝበሃሉ ወይ ድማ ኣብ ሓደገኛ ኩነታት ዘለዉ እዮም ከምኡ ዘበሉ ሰባት ንፈልጦም እንድሕር ኣለና ክንጥንቀቀሎም ኣለና ክሳብ ንክተብ ወይ ድማ ንሶም ክሳብ ዝክተቡ ብጣዕሚ ክንሕግዞም ምእንቲ ክንክእል ማለት እዩ ንነብስና ንዖምን ክንከውን እቲ ሳልሳይ ማለት እዩ ኣብዚ ካልኣይ ክውስኾ ዝደሊ እንታይ እዩ እዚ ናይ ቫይረስ ማለት እዩ ኮሮና ቫይረስ ከመይ ገይሩ ከም ዘጥቃዕና ንፈልጥ ኢና ንሳንቡእና ከም ዝጎድኦ ንፈልጥ ኢና ናይ ምትንፋስ ክእለትና ክትንከፍ ከም ዝኽእል ኣቡ ሓገዝ ዘሎ ዘይተኸተበ ሰብ በቲ ሕማም ዝተታሕዘ ኣብ ሓደገኛ ኩነታት ምስ በጸሐ ኣብ ረስፒራቶሪ ወይ ድማ ናይ ምትንፋስ ሓገዝ ከም ዝግበረሉ ተዛሪብና ኢና ማለት እዩ። ሕጂ እቲ ሳልሳይ እቲ ቤሃንድሊንግ ዝበሃል ትሪትመንት ዝበሃል እዩ። ከመይ ጌርና ነዚ ነገራት ንገብሮ እዩ። ንሱ ድማ እቲ ክታበት እዩ ብፍላይ እዚ ሞደርናን ፋይዘርን ዝበሃል ንኡ ብምውሳድ ሕራይ ብምባል በቲ ናትና ዘለና ግሩፕ ኣሎ ናይ ዕድመ ኣሎ እንድሕር እቲ ትልቡ ተዋሂብና ተኸተቡ ከምዚ ትኽእሉ ኢኹም ምስ በሉና ድማ ሕራይ እና ካብዚ ሕማም ነብስናን ነብሲ ኣማትናን ክነድሕን ይግባኣና ማለት እዩ ስለዚ ተስፋ ገብር እዚ ሎሚ ምሸት ዘቕረብኩልኩም ንኹላትና ክሕግዘና ኣገዳሲ ሓበሬታ ክኸውን በጃኹም ኣብዚ ኣውደ ኣመትና ጥንቃቄ ንግበር ከም ዝበልኩኹም ሕጊ ምትሕልላፍ እዩ ሕጊ ምፍራስ እዩ ልዕሊ ሓሙሽተ ሰብ ክንእከብ ኣይንኽእልን ኢና ስለዚ የቅጭዕ እዩ ንሕና እንዲያውም ኣብነታዊ ክንከውን ኣብዚ ሕጂ ሰንበት ነውዕሎ ናይ ትንሳኤ በዓልና ድሓር ድማ ማለት እዩ ኣብ ዓሰርተ ክልተ ወደ ሓሙሽተ ናይ ኢድ በዓልም ነኽብር ኣሕዋት ኣለና ሰባት ኣለና ንሕናም ድማ ከምኡ ጥንቃቄ ንገብር እሞ ነቲ ሕማም ነቲዚ ለበዋ ነዚ ለበዳ ብዝተኻእለ መጠን ነብስና ከይንሓምም ብሓፈሽኡ ድማ ክንተሓጋገዝ እዚ ድጉና ድዩ እዚ ሓፈሻዊ ሓገዝ ስለ ዝኾነ ነቲ ስሚት ክንቆፃፀሮ ኩላትና ዝተኻእለና ንግበር ስለዚ ብጣዕሚ የመስግነኩም ደንጒኹም ዝመፃእኹም ሰባት እንድሕር ኣለኩም ኣነ ዳንኤል ኣሰፋው በሃል ኣብ ኣከሽዩስ ዩኒቨርሲቴት ስኪሁስ ኦቨርሌግ ኣብደሊንስ ኦቨርሌግ ኮይነ ይስርሕ ዝኾነ ሕቶ እንድሕር ኣለኩም ዘተረዳእኩም ነገር እንድሕር ኣሎ ንዓይ ኮንታክት ጌርኩም ሓቲትኩም ንበዓልኪም ክትረኽቡኒ ትኽእሉ ኢኹም ካልእ ተወሳኺ ሓበሬታ ምንድሕር ኣሎ ንዖም ንገርዎም ብዝተኻኣለኒ መጠን መፅየ ክምህረኩም ፍቃደኛ እየ ማለት እዩ ስለዚ ኣጆና ኣጆኹም ርሑስ በዓለ ትንሳኤ ይኹነልና ነቶም ካልኦትም ድማ ግዜኡ ኣይኮነን ሕጂ ኢድ ሙባረክ ክብለኩም ፈቱ እንድሕር ዘይተራኽብና ይቐነየለይ ዴቫል ኣልት